Please subscribe to our channel.
ሰላም ንዓኹም ዝኸበርኩም ተኸታተልቲ ስማር ኔሽን ፕሮ ኣብዚ ቅንያ ብፍላይ ድማ ኣብ ቲክቶክ ክዝርጋሕ ዝቐንየ ስእሊ መብዛሕትና ተዓዚብና ይንኹን ቅድሚ ብዛዕባኡ ምዝራብና ግን ዘይረኣኹሞ ክትህልዉ ስለ ትኽእሉ መጀመርታ እቲ ፖስት ዝተገብረ ቪድዮ ሓቢርና ንርአ ኣሕዋት ከመይ ኣምሲኹም መጀመርያ ርሑስ ኣውደኣመት ቀጺለ ሎማዓንቲ ኣብዛ ስእሊ ክርእዋ ዘለኹም ከመይ ጌርና ጎይታናን መድሓኛን የሱስ ክርስቶስ ከም ንሪኦ ክርእየኩም እየ ኣብተን ኣርባዕተ ነጥቢ ማእኸል ንሪኤን ዘለና ኣብኣ ስቕ ኢልኩም ረእዩ ክሳብ ሰላሳ ክፈቅድ እየ ማለት እዩ ሓደ ክልተ ሰለስተ ኣርባዕተ ዕስራ ሸሞንተን ዕስራ ትሽዓተን ሰላሳ ሕጂ ኣብ ዝኾነ ናብ መንደቕ ረእዩሞ ዓይንኹም ሰምሰም ኣብላ
ሰላም ሰላም ኩላትኩም ደቂ ክርስቶስ ከመይ ኣለኹም? እሺ እምበኣር ንሎማዓንቲ እዛ ንዕዘባ ዘለና ኣብዚ ታሕቲ ዘላ ስእሊ ነተን ኣብታ ስእሊ ዘሎ ኣርባዕተ ነጥቢ ነጥቢ ዝረኣየኹም ዘሎ ንዐን ኣዒንትና ከይዓመትና ወይ ድማ ሰለም ከየበልና ብውሽጥና ክሳብ ሰላሳ እንዳቆፀርና ንጠምተን እሞ ሽዑ ጠሚትና ምስ ወዳእና ሰላሳ ናብ ናይ ገዛና ዝርከብ ኣብ ዝኾነ መንደቕ እናብኡ እንዳጠመትና ዓይንና ሰለም ሰለም ነብሎ ሽዑ ዝተራእየኩም ሰባት ኣብ ቦታ ኮመንት ፀሓፉ እንተ ከም ዝተራእየኩም ኣሜን ከኣ ኣይትረስዑ ሰላም እግዚኣብሔር ኣምላኽ ምስ ኩላትና ይኹን
ሕሩይ እምበር እቲ ቪድዮ ከምዚ ክንዕዘቦ ዝጸናሕና እዩ እዞም የሕዋት ኣብታ ስእሊ ንዝርከባ ኣርባዕተ ነጥብታት ኣተኪርካ ብምጥማት ጥራይ ንምስሊ የሱስ ክርስቶስ ኣብ መንደቕ ክንርእዮ ከም ንኽእል እዮም ክሕብሩና ጸኒሖም ብዙሓት ድማ ክደናገሩን ገለውን ኣሜን ክብሉ ገሊኦም ድማ ምስጢሩ ምርዳእ ኣብዎም ሕቶ ክኾኖም ተዓዚብና። ንሕጂ እምበኣር ብዛዕባ እንታይነትን ሓቅነትን ወይ ከመይ ገይሩ ይሰርሕን ምስጢሩን ክንርኢና ሰናይ ምክትታል። ኣብዛ ቻነል ሓደስቲ ዝኾንኩም ተኸታተልትና ኸ ከምዚታት ኣገደስትን መሃርትን ቪድዮታት ምን ከይሓልፈኩም ሳብስክራይብ ብምግባር ናይ ወትሩ ተኸታተልትና ክትኮኑ ንዕድም። መጀመርታ እምበኣር እዚ ስእሊ ኦፕቲካል ኢሉዥን እዩ ዝበሃል። እዚ ማለት ከኣ ንዓይንኻ ዘየለ ክንሱ ከም ዘሎ መሲሉ ዝረኣ ነገር ማለት እዩ። ከምዚ ንርእያ ዘለና ከኣ ሓዳስ ወይ ሕጂ ዝተሳእለ ዘይኮነስ ካብ ቅድሚ ዓሰርተ ክልተ ዓመታት ዝነበረት እያ። እዚ ጆን ቼክሎኪ ዝበሃል ዩትዩበር ኣብ ዓሰርተ ሽዱሽተ ታሕሳስ ክልተ ሽሕን ሸሞንተን ዘርጊሕዋ ነይሩ እዩ። ከምኡውን ኣብዚ ልዕል ኢልና እንተርኢና እዚ ዩትዩበር ቅድሚ ዓሰርተ ክልተ ዓመት ከም ዝዘርግሓ ኢና ንርኢ። እስኪ ካልእ ኣብነታት ዝኾኑና ተመሳሳሊ ናይ ኢሉዥን ስእሊ ንተዓዘብ። እዚ ንርእዮ ዘለና ውን ብተመሳሳሊ ሰላሳ ካልኢታት ነታ ቀያሕ ነጥቢ ድሕሪ ምጥማትካ ኣዒንትኻ ናብ ጻዕዳ መንደቕ ኣቢልካ ብቕልጡፍ ሰምሰም ምስ ተብሎ ናይ ማይክል ጃክሰን ምስሊ ኢኻ ትርኢ። እዚ ምስሊ ውን ናይ ጃስቲን ቢበር ክኸውን ከሎ እዚ ከኣ ናይቲ ኣብ ወርሒ ሓደ ናይዚ ሒዝናዮ ዘለና ዓመት ብሓደጋ ሄሊኮፕተር ምስ ጂጂ ዝተባህለት ጓሉ ህይወቱ ዝሰኣነ ውሩይ ተጻዋታይ ባስኬትቦል ዝነበረ ኮቢ ብራይንት እዩ። ብተወሳኺ እውን ከምዚታት ክትሪኡ እንተደሊኹም ኢዚ ኣለኩም ማለት እዩ ኣብ ዩቲዩብ ኣቲኹም ንኣብነት ሬዳት ኢሉዥንስ ኢልኩም እዚ ሰብ እዚ ብዙሕ ናይ ህቡባት ሰባት ኢሉስትሬት ይገብር እዩ ንኣብነት ኣብ ጃን ዊክ ዊልካም ፎር ዩ ኣለና ኣሎ ኣብዚ እውን ዴቪድ ዶሪክ ኣብዚ ስማይልስ ኣትዩ ፍሸኽ ብለካ ኣሎ እቲ ሓንቲ ትርእየካ ኣላ ማይክል ጆርዳን ጥምተካ ኣሎ ገለ እዚ ሕጂ ፎርፋን ጥራዩ ማለት እዩ እዚ ፎርፋን ማለት መዘናግዒ ጥራይ ኢኻ ትጥቀመሉ ምር ካልእ ተኣምራት ኣይኮነ ትንግርቲ ኣይኮነ ወላ ሓንቲ ክስታይ የብሉን ማለት እዩ እዚ ወላ ንስኹም እውን ክሬት ክትገብርዎ እትኽእሉ ነገር እዩ ወላ ሓንቲ ናትኩም ስእሊ ክትጥቀሙ ትኽእሉ ኢኹም ንኣብነት ኣብዞን ኦፕቲካል ኢሉዥንስ ኢልኩም ሰርች ኢልኩም ብዙሕ ተመሳሳሊ ቆሚታት ኣሎ ማለት እዩ እዚ ኸኣ መዘናግዒ ጥራይ ኢኻ ትጥቀመሉ ወይ እውን እዛ ክትሪእዋ ዝቐነኹም ከኣ እዚ ይመስል ማለት እዩ ንኣብነት ናይ ክርስቶስ ስእሊ እዩ ብምባል እዚታት ማለት እዩ ኣብዚ ምፅኦም ኢልስትሬት ምስ ኮነ ከዓ ከምዚ ይመስል ኣብ ጉግል ሰርች ተልኩሞ ከምዚ ክትረኽቡ ኢኹም ብዙሕ ኣሎ ማለት እዩ ስለዚ ከምዚታት ክትስእሉ እንተደሊኹም እውን ብቐሊሉ ነዛ ኣዶቢ ኢልስትሬተር ትብል ሶፍትዌር ዳውንሎድ ብምግባር ከምዚ ንዕዘቦ ዘለና ጌርኩም ናይ ዝደለኹሞ ምስሊ ክትስእሉ ትኽእሉ ኢኹም። እምበኣርከስ ቅድሚ ናብቲ መልሲ ምስጋርና ነዞም ኣሕዋት ክንመኽሮም ንደሊ ኩሉ ግዜ ናብ ህዝቢ ይጠቕሞን ክፈልጦ ኣለዎን እትብሎን ነገር ከተመሓላልፍ ጽቡቕ እኳ እንተኾነ እቲ እተመሓላልፎ ነገር ግን ብፍልጠት ዝተሰነየን ተሓቲትካ እውን ትምልሰሉ ክኸውን ኣሎ። እቲ ካልእ ዝኸፍአ ሸነኽ ናይቶም ከም ዘለዎ ተቐቢሎም ኣሜን ዝብሉ ንኣምላኽ ኣብ መንደቕና ርኢናዮ ዝብሉን እዩ። መጀመርታ ንመንን ንምንታይን ዲኻ ኣሜን ትብል? ንምዃኑ እንታይ ስለ ዘጋጠመ ኢኻ ኣሜን ክትብል? ምስሊ ስለ ዝረኣኻ? ኣምላኽ ከም መልክዑ ብኸምዚ ኣገባብ እዩ ዝገልጽ። ስለዚ ኩላትና ናብ ምስትውዓል ክንመጽእ ይግባእ። ደረጃ ንቕሓትናን ምስተውዓልናን ክብ ከነብልን ናይ ዝኾነ ይኹን ኣካል ግዳይ ከይንኸውንን በዚ ኣጋጣሚ ንላቦ። ቀጺልና እምበኣር እሞ ከመይ ገይሩ እዩ ደኣ ዘየለ ክነሱ ከም ዘሎ መሲሉ ነዒንትና ብምርኣይ ዘታልሎ ወይ ዘዐሽዎ ንዝብል ናይ ብዙሓት ሕቶ መልሱ ከምዚ ዝስዕብ እዩ። ናብ ዝኾነ ነገር ክንርኢ ከለና እቲ ናይ ብሓቂ እትርእዮ ብርሃን እዩ። እዚ ከኣ ብርሃን ጸሓይ ወይ ከኣ ካብቲ እትርእዮ ዘለኻ ነገር ዘንጸባርቕ ብርሃን ናብ ዓይንኻ ይኣቱ እሞ ሓንጎል ድማ ነቲ ኤለክትሪካዊ ሓበሬታ ወይ ኤለክትሪካል ሲግናልስ ናብ ስእሊ ይቕይሮ። እዚ ኩሉ መስርሕ ክፍጸም ሓደ ካብ ዓሰርተ ካሪ ጥራይ ይወስድ። ስለዚ የዒንትኻ ኣብ ሓጺር ግዜ ኣዝዩ ብዙሕ ሓበሬታ ይቕበል ማለት እዩ። እንተኾነ ግን ሓንጎልካ ኣብ ሓደ ግዜ ናብ ኩሉ እቲ ትርእዮ ዘለኻ ከድህብ ስለ ዘይክእል፣ ነቲ ንርእዮ ዘለና ብምቕላልን ናብቲ ኣገዳሲ'ዩ ዝበሎ ድማ ከነድህብ ጥራይ ካብቲ ምሉእ ስእሊ ገለ ክፋሉ ማለት ሾርትስካት እዩ ዝወስድ። ብዙሕ ዓይነት ኢሉዥን ኣሎ። ንኣብነት እዛ ንዕዘባ ዘለና ስእሊ ትንቀሳቐስ ዘላ ከም ትመስል ዝገብራ ዘሎ ፕሪፈራል ድሪፍት ይበሃል። እዚ ኸኣ ዓይነት ኢሉዥን እዩ። እዛ ንዕዘባ ዘለና ስእሊ ንኣብነት ደ ሮቴቲንግ ስኔክስ ትበሃል። ኣብ ውሽጢ እታ ስእሊ ኸኣ ለመም ዝብል ምንቅስቓስ ከም ዘሎ እያ ተረድእ። ናብ ሓንቲ ኣንፊ ቶኪርካ ምስ ትጥምት ግን እቲ ምንቅስቓስ ደው ዝበለ ኮይኑ ይስምዓካ። እዚ ከኣ ብርሃንን ጸልማትን ኣብ ምንቅስቓስ ኣዒንትና ከመይ ጌርና ከም ንርእዮም እዩ ዘነጽር። መስርዕ ናይቲ ደባንን ሕብራውን ክፋል ናይ ነፍሲ ወከፍ ተመን እዩ እምበኣር ነቶም ኣብ ሓንጎልና ዝርከቡ ንምንቅስቓሳት ዝግንዘቡ ዋህዮታት መትኒ ወይ ኒውሮንስ እቲ ትርእዮ ዘለኻ ናይ ብሓቂ ብግብሪ ወይ ፊዚክሊ ይንቀሳቐስ ከም ዘሎ ገይሩ ዘዕሽዎም። ነዚ መዐሸዊ ወይ ናይ ሓሶት ዙረት ክውን ክኸውን ዝገብሩ መስርዕ ናይ ሕብርታት ጻዕዳ፣ ብሩህ ሓሙኽሽታይ፣ ጸሊምን ድሙቕ ሓሙኽሽታይን እዮም። እዚ እውን ዓይንኻ ሰምሰም ብምባልን ናብ ካልእ ብምጥማትን ይሰርሕ እዩ። ሊተራል ኢሉዥን ዝበሃል ከኣ ሓደ ካብ ዓይነታት ኢሉዥን እዩ። እዚ ከኣ እቲ ዝቐለለ እዩ። ንኣብነት በዛ ብኣሜሪካዊ ሰኣሊ ቻርለስ ኣላን ጊልበርት ዝቐረበት All is Vanity ዝስማ ስእሊ ከርድኣኩም። ነዛ ስእሊ መጀመርታ ክትሪኣ ከለኻ ሽክና ርእሲ እዩ ዝረኣየካ። ተውኪርካን ኣዕሚቕካን ምስ ትርኢ ግን እቲ ሓቂ ሓንቲ ሰበይቲ ኮፍ ኢላ ናብ መስትያት እንዳረኣየት ኢና ንዕዘብ። ዝኾነ ሽክና ርእሲ ኣብቲ ስእሊ የለን፣ ግን ዳርጋ ኩሉ ዝተዓዘባ ሰብ በለ ሽክና ርእሲ እዩ ዝርኢ። ግን ስለምንታይ ዶ ኢልኩም? እወ እቲ ሓቂ ከምቲ ኣቐዲመ ዝበልኩኹም እዩ። ሓንጎል ነቲ ኣብ ሓደ ካብ ዓሰርተ ዘሎ ናይ ፍልልይ ጋግ ምድንጓይ ንምጽባብ ኩሉ ዝከኣሎ እዩ ዝገብር። ሓደ ካብቲ ሓንጎልና ዝጥቀመሉ ኣገባብ ከኣ ኣብቲ ናይ ምልላይ ንድፊ ዝተመርኮሰ ዝርዝር ብምልላይ እዩ። ኣብቲ መጀመርታ ሓንጎልና ንኹሉ ኣብቲ ስእሊ ንዘሎ ኩሉ ቅርጺ፣ ሕብርን ኩርናዓትን፣ ፕሮሰስ ኣብ ምግባር ዘሎ ጸዓት ንምዕቃብ ክብል ብዱብዱቡ ሽክና ርእሲ እዩ ዝብል መልሲ እዩ ዝህበካ። ስለዚ ዝኸበርኩም ተኸታተልትና ኩሉ ግዜ እንገብሮን እንስዕቦን ዝኾነ ይኹን ብፍልጠትን ምስትውዓልን ክኸውን ተመራጺ እዩ። ምኽንያቱ ብዘይ ፍልጠት እንገብሮ ዘበለ ኩሉ ኣብ ኣተሓሳስባናን እምነትናን ዘምጽኦ ጽልዋ ይኹን ሳዕቤን ቀሊል ስለ ዘይኮነ። ሕጂ እውን ደጊምና ክንብሎ ንደሊ ኩላትና ደረጃ ንቕሓትናን ምስተውዓልናን ክብ ከነብልን ናይ ዝኾነ ይኹን ኣካል ግዳይ ከይንኸውንን በዚ ኣጋጣሚ ንላቦ። ሕጂ ድማ ብዛዕባ እዚ ዘይፈለጡ ብዙሓት ክህልው ስለ ዝኽእሉ ዘይፈለጠ ክፈልጥን ናብ ኩሉ ክበጽሕን ሼር ንግበሮ። ኣብ ቀጻሊ ብዝተፈልየ ትሕዝቶ ክሳብ ንራኸብ ሰሰናዩ ንዓኹም።